ትሕዝቶን ኣርእስትን ናይታ መጽሓፍ ናይታ ኦሪጂናል መጽሓፍ ተበጊሰ እየ ማለት እዩ ነዛ መጽሓፍ እዚኣ ክትርጉማ ዝኸኣለኒ ምክንያት መጀመርታ ካብተን ዘንበብኩወን መጽሓፍቲ ኣዝያ ዝመሰተኒ መጽሓፍ እያ ብካልኣይ ብዙሕ ሽነኻት ህይወት እያ ተናቕፍ ንማሕበራዊ ትትንክፍ ንፖለቲካዊ ትትንክፍ ንወተሃደራዊ ትትንክፍ ንብዙሕ መዳያ ስለ ትትንክፍ ኣዝያ ሰሓቢት መጽሓፍ እያ ብሳልሳይ ደረጃ ሲንሸልን ኣዝዩ ህቡብ ደራሲ እዩ። ፅሑፋቱ እንተ ርኢናዮም ከዓ ኣንጠልጢሎም ካብ ሓደ ምዕራፍ ናብ ቀለም ምዕራፍ ኣብ ትሰግረሉ እዋን ከየቋረፅካ ንክትከይድ እዩ ዝድርኸካ ተዕርፉን ኣይደልን ስኢልካ ኣንብባ ቀፂል ይመፀካ ሕጂ ካብ ተበጊሰ ክዚኣስ ክፅሕፍ ኣለኒ ኢለ ካልእ ሲድኒ ሸልደን ዝደረሶም መፅሓፍቲ ኣብ ሃገርና ተተርጊሞም ቀሪቦም ኣለዉ ሕጂ ህዝቢ ምስ ሲድኒ ሸልደን ፅቡቅ ሌላ ኣለዎ ኣንባቢ ፅቡቅ ሌላ ኣለዎ ሕጂ ጽቡቕ ሌላ ስለ ዝጸንሑ ኣነ እውን ክውስኸሉ ከለኹ ጽቡቕ ተቐባልነት ክትረክብ ትኽእል እያ ካብ ዝብል ነዛ መጽሓፍ ክትርጉማ ክእል እያ ማለት እዩ። እዛ መጽሓፍ ምናልባት ኣብቲ ዕለት መምራታ መምህር ፕሮፌሰር ተሓጋጋዚ ፕሮፌሰር መምህር ዮሴፍ ገብረ ዮሃንስን ከምኡ ድማ ጋዜጠኛን ደራስን ግርማይ ኣብርሃምን ብዛዕባ እዛ መፅሓፍ እዚኣ ርኢቶታት ኣስፊሮም ነይሮም ብዘይካ እዚ ድማ ኢሳቅ ያረድ ጋዜጠኛ ኢሳቅ ያረድ መሳርሕትና እውን ገዲም እዩ ናይ ስነ ፅሑፍ ሰብ እዩ ድሓርቲ ቅኑዕ ሓበሬታ ዝህብ እዩ እሱ እውን ኣብዚ ዳሕርዋይ ገበር እውን ፅሒፍልካ ኣሎ ብዘይካ እዚኦም ካብ ኣንበብቲ ዝረኸብካዮ መልሰ ግብሪ እንታይ ነይሩ? ብዙሕ ሰብ ኣንቢብዋ እዩ። ሕጂ ብዙሕ ሰብ ይድውለለ እዩ ደዊሉ ገሊኡ የታብዐኒ ገሊኡ እውን ዘይረኽባ ተኸይኑ እንተለካ ዝብለኒ ማለት እቲ ስቴሽነሪታት እውን ተዓፁ ገለ ኣብቲ መጀመርያ ሕጂ ይድወለለ እዩ ሕጂ ፅቡቅ ግብረ መልሲ ረኺበለ እየ ዝብል ማለት እዩ ብጣዕሚ ኣተባባዕ ዝኾነ ግብረ መልሲ ረኺበ
እቲ ዘይርጉእ እዋን ደራሲ ሲድኒ ሸልደን ተርጓሚ ተኪኤ ገብረ ማርያም እዛ መጽሓፍ ኣብ ቅልዑነተይ ዝተፈላለዩ መጽሓፍቲ ከም ሓደ ኤርትራዊ፣ ዮናታን ወዘተ ዝብሉ ካብ ኣእምሮይ ገና ዘይሃሰሱ መጻሕፍቲ ብምንባብን ምዝንታውን ፍቕሪ ንባብ ክህልወኒ ዝደረኸኒ ኣኮይ ስዉእ ተጋዳላይ ኣበበ ምስግና ገብረእግዚኣብሄር ማለት ሓባሪ ኣብ ሓጺር ናይ ናጽነት ዕድሚኣ ትርጉም ሕውነት ዝመሃረትኒ ጓል ሓወቦይ ስውእቲ ተጋዳሊት ኣሰፋ ሚኪኤል ዑቕባዝጊ መዘከርታ ትኹነለይ። መእተዊ እቲ ዘይርጉእ እዋን ብዝብል ኣርእስቲ ተርጒመ ኣቕሪበያ ዘለኹ The Sands of Times እትብል መጽሓፍ ኣብ ሓቀኛ ኩነት ተመርኲሳ ዝተጻሕፈት ልበወለዳዊት ስራሕ ኮይና ኣብታ ብፍሉይ ባህላዊ ጸወታታት እትፍለጥ እስጳኛ ዝተፈጸመ ቁርቁስ ስልጣን መሰብቀ ንዑ ተኸቲሉ ኣብ ዝመጸ ዳሕረዋይ ዕግርግር ንዝተራእየ ስድራቤታዊ ማሕበራዊ ጾታዊ ፍቕሪ፣ ጾታዊ ዓመጽ፣ ባህላዊ፣ ሃይማኖታዊ፣ ፖለቲካውን ወታደራውን መዳያት እትትርኽ መጽሓፍ እያ። ኣብ ፈለማ ዝተኻየደ ኲናት ሕድሕድ ህይወት ኣስታት ፍርቂ ሚልዮን ሰባት ጠፊኡ። ኣብዚ ዳግማይ ዝተወልዐ ኲናትን ሽበራን እውን ከምኡ ብዙሕ ህዝብን ንብረትን ባዲሙ። እታ ሃገር ኣብ ከቢድ ዕግርግርን ህዝባዊ ናዕብን ተሸመት። መንግስቲ ነቲ ዝነበረ ኩነታት ብዓውታ ይዛረባሉ ንዝነበራ ማዕከናት ዜና ከም ስግኣት ጸጥታ ስለ ዝረኣየን ብዘይካ መንግስታውያን ትካላት ንኹለን ዓጸወን። ድሕሪ ብዙሕ ዕንወትን ጥፍኣትን እቲ ብፍራንኮ ዝምራሕ ዝነበረ ሰልፊ ሶሻሊስታ ተዓዊቱ ስልጣን ጨበጠ። ኣብ ሽሕን ትሽዓተ ሚእትን ሰላሳን ሽዱሽተን ዝጀመረ ኲናት ሕድሕድ ብወግዒ እኳ ኣብ ሽሕን ትሽዓተ ሚእትን ሰላሳን ትሽዓተን እንተብቅዐ፣ ኣብ መንጎ'ቶም ክልተ ተጻረርቲ ወገናት እቲ ዘድሊ ዕርቅን ሕውነትን ስለ ዘይተበጽሐ ቃልሲ መልክዑ ቀየረ። ውድብ ኢታ ድማ ተመስረተ። ምንቅስቓስ ኢታ በቲ ውልቀ መላኺ መራሒ ስጳኛ ዝነበረ ጀነራል ፍራንኮ ኣብ ልዕሊ ሰላማዊ ህዝቢ ዝፍጽሞ ዝነበረ ኣደራዕ ተደሪኹ ዝተመስረተ ውድብ ኮይኑ ኣብ ሰሜናዊ ስጳኛን ደቡባዊ ምዕራብ ፈረንሳን ንዝርከቡ ህዝብታት ባስክ ካብ ስጳኛን ፈረንሳን ሓራ ከውጽእ ዝቃለስ ዝነበረ ውድብ እዩ። እዚ ኣብ ሽሕን ትሽዓተ ሚእትን ሓምሳን ትሽዓተን ዝተመስረተ ማሕበራዊ ስነ ሓሳብ ዝኽተል ውድብ ኢታ ብምዕራባውያን ከም ግብረ ሽበራ እኳ ዝፍለጥ እንተነበረ ካብ ከም ፋርክ ናይ ኮሎምብያ ዝኣመሰሉ ውድባት ግና ሓገዝ ነይርዎ እዩ። ሓደ ኣባል ኢታ ብፖሊስ ድሕሪ ምትሓዙ በቲ ዝወረዶ መግረፍቲ ኣብ ሕክምና ማድሪድ ስለ ዝሞተ እታ ከተማ ኣብ ሓያል ህዝባዊ ናእቢ ተሸመት። ከም ሳዕቤኑ ብዙሕ ንብረት ክዓኒ እንከሎ ሓያሎ ሰባት ድማ ተጎድኡ። በቲ ፍጻመ ዝተቖጥዐ መንግስቲ ንኣዛዚ ፖሊስ፣ ሓሙሽተ ላዕለዎት ሓለፍቲ ጸጥታን ሓምሳ ዝበጽሑ ላዕለዎት መኮንናት ፖሊስን ካብ ስራሕ ኣባረሮም። ብዙሓት መኮንናት እኳ ካብ መዝነቶም እንተ ተባረሩ፣ እቲ ህዝባዊ ናዕቢ ግና ኣዝዩ ስለ ዝተጎሃሃረ ኣብ ሓጺር እዋን ናብ መላእ ሃገር ለሓመ። እይታ ኣብ ሓጺር እዋን ህቡብነት ኣጥርዩ ካብ ህዝቢ ተቐባልነት ረኸበ። ብዙሕ ገንዘባውን ሎጂስቲካውን ሓገዝ ድማ ተመጠወሉ። ይኹን እምበር በቲ ዝወስዶ ዝነበረ ዘይተጸንዐ መጥቃዕትን ኣብ ስጳኛ ዝተራእየ ለውጢ ዲሞክራስን ተቐባልነቱ እናሃሰሰ ከደ። እቲ ውድብ ካብ ዝምስረት ኣስታት ሰለስተ ሚእትን ሰማንያን ሽዱሽተን ዝተፈላለየ መጥቃዕትታት፣ ዘረፋ ገንዘባዊ ትካላትን ጽሑፋትን መጠንቀቕታታትን ዘርጊሑ። ከም ውጽኢቱ ድማ ሰለስተ ሚእትን ኣርባዓን ሰለስተን በርጌስ ዝርከብዎ ሸሞንተ ሚእትን ዕስራን ሰባት ተቐትሎም። በቲ ዝፍጽሞ ዝነበረ መጥቃዕቲ ዘስካሕክሐ ህዝቢ ስጳኛ ብፍላይ ህዝቢ ባስክ ኣብ ልዕሊ ኢታ ዝነበሮ እምነት ከጥፍእ ጀመረ። ደገፍ ህዝቢ ዝሰኣነ ኢታ ኣብ ክልተ ሽሕን ዓሰርተን በይናዊ ተኹሲ ደው ምባል ስጉም ተወሰደ። ብሸውዓተ ሚያዝያ ክልተ ሽሕን ዓሰርተ ሸውዓተን ድማ ዕጥቂ ውረደ። ብክልተ ግንቦት ክልተ ሽሕን ዓሰርተ ሸሞንተን ድማ መሓውሩ ፈናጢሑ ካብ ፖለቲካዊ ንጥፈታት'ታ ሃገር ተኣልዩ። ውድብ ኢታ ምንቅስቓሱ ደው ስለ ዘበለ፣ ህዝቢ ስጳኛ ሰላም እኳ እንተ ረኸበ፣ ኣብ ግዝኣት ካታሎንያ ዝረኣ ዘሎ ሓድሽ ፖለቲካዊ ነውጺ ግና ነዚ ዝረኣ ዘሎ ኣንፈት ሰላም ከይዘርጎ ኣሰካፊ ኮይኑ ኣሎ። ባይቶ ካታሎንያ ኣብ ባሕቲ ጥቅምቲ ክልተ ሽሕን ዓሰርተ ሸውዓተን በይናዊ ህዝበ ውሳነ ብምክያድ ህዝቢ ቴስዓን ክልተን ሚእታዊት እወ ንናጽነት ኣድሚጹ በለ። ይኹን እምበር መንግስቲ ቀዳማይ ሚኒስተር ማርያኖ ራጆይ ውድቕ ገበሮ። ደገፍ ማሕበረሰብ ዓለም'ውን ኣይረኸበን፣ ብፍላይ ተመሳሳሊ ጸገም ዘለወን ፈረንሳን ዓባይ ብሪጣንያን ብትሪ ኮነነኦ። ባይቶ ካታሎንያ ግና መጠንቀቕታ ማእከላይ መንግስቲ ዕሽሽ ብምባል ብ ዕስራን ሸውዓተን ጥቅምቲ ክልተ ሽሕን ዓሰርተ ሸውዓተን ናጽነት ኣወጀ። ድሮ'ውን ዘይተቐበሎ መንግስቲ ከም ግብረ መልሲ ን ኣቦ መንበር ባይቶ ብምንዕዓብ ህዝቢ ከሰሶ። ኣቦ መንበር ባይቶ ቻርለስ ፑግዲመንት ድማ ብስደት ናብ በልጅዩም ኣምርሐ። ማሕበርነት ኣብ ምዕራባዊ ዓለም ከም ዘመናዊ ቅዲ ፖለቲካ ኣብ ዝቀላቐለሉ ዘሎ እዋን ብ ዕስራን ትሽዓተን ሚያዝያ ክልተ ሽሕን ዓሰርተ ትሽዓተን ኣብ ዝተገብረ ባይቶኣዊ ምርጫ ብፔድሮ ሳንቸዝ ዝምራሕ ሰልፊ ሶሻል ዲሞክራት ዝበዝሐ ድምፂ ህዝቢ ረኺቡ ዳግማይ ኣብ ስልጣን መፂኡ። ጉዳይ ካቶሎንያን ካልእን ድማ ከመይ ክኸውን እዩ ቀስ ኢሉ ዝረኣ እዩ። እቲ ኩነታት ብማዕዶ ክትርእዮ እንከለኻ መንግስቲ ማድሪድ ድሌት ህዝቢ ዕሽሽ ዝበለ ይመስል። ሓድሽ ዝተመርጸ ኣቦ ወንበር ባይቶ ካታሎንያ ሚስተር ክዊም ቶራ ምስ ሓድሽ ዝተመርጸ ቀዳማይ ሚኒስተር ስጳኛ ፔድሮ ሳንቸዝ ክዛተ ከምዝደሊ'ኳ እንተገለጸ ነጻነት ካታሎንያ ከምዝድግፍን ንምዕዋቱ ከምዝጽዕርን ግና ኣነጺሩ። እቲ ዘሎ ምዕባለ ናበይ ገጹ ክእንፍት እዩ ግዜ ዝምልሶ እኳ እንተኾነ ደላይ ሰላም ዝኾነ ህዝቢ ዓለም ግን ፍልልያቶም ኣብ ክቢ ጠረጴዛ ብዘተ ክፈትሑን ናብ ኲናትን ዕግርግርን ከየምርሑን ይምሕጸን ኣሎ። ሰላም ንህዝብታት ዓለም! ሰናይ ንባብ። እቲ ዘይርጉእ እዋን ደራሲ ሲድኒ ሸልደን ተርጓሚ ተኪኤ ገብረ ማርያም